ሰላም ክብራት ተኸታተልቲ ላቭላይ ቻነል ኣብ ናይ ሎሚ መደብና ድማ ኸመይ ብዕላልካ ወልፍይ ተትሕዛ ዝብል ኣርእስት ሒዘ መጽየ ኣለኹ ኣብዛ ቪድዮ ከመይ ዘይድብር ናብ ክትዕ ዘየእቱ መቐረት ዘለዎ ዕላል ኣብ መንጎ ወድ ተባዕታይን ጓል ኣንስተይትን ምፍጣር ከም ዝከኣል ክንምሃር ኢና ኸመይ ጓል ኣንስተይቲ ብዕላልካ ትምስጣ ቀልባ ትስሕባ ኣብ ዝብል ሓደ ብሓደ ነጥብታት ክዝርዝረልኩም እየ ቀዳማይ ውዕዉዕ ስምዒት ምህላው፣ ኣካላዊ ቋንቋኻ ምጥቃም፣ ዕላልካ ስምዒት ክህልዎ ይግባእ፣ ኣካላዊ ቋንቋኻ ውን ክትጥቀም ይግባእ። ኩሉ ግዜ እንታይ ትዛረብ ኣይኮነን ዘገድስ፣ እንታይ ደኣ ከመይ ትዛረቦ እዩ። ስምዒት እቲ ወሳኒ ኣድላይ ማንም ሰብ ኣብ ዕላሉ ከማዕብሎ ዝግባእ እዩ። ስምዒት ኣካላዊ ቋንቋኻ ተጠቒምካ ድማ ኣርእስቲ ብዘየገድስ ክትምስጣ ትኽእል ኢኻ። በዚ ምኽንያት ድማ ኣርእስቲ ዝህልዎ ጽልዋ ንእሽተይ ክትገብሮ ትኽእል ኢኻ። ንበል ክልተ ሰባት ኣለዉ፣ ነናቶም ክልተ ደቂ ኣንስትዮ ኣለዋ። ብሓደ ዓይነት ኣርእስቲ የዕልልወን። እታ ምስቲ ሓደ ዘላ ማራ ሰልችይዋ ኣሎ፣ ተታኺሳ ወይ ገዲፋቶ ከይዳ ንበል። እቶም ካልኦት ወድን ጓልን ግን ኣብ ምዉቕ ጸወታ ኣለዉ። ናይዚ ምኽንያት እንታይ እዩ? ኣርእስቲ ሓደ ዓይነት እዩ። ስለዚ ኣብ ምንታይ ደኣ ከምቲ መጀመርያ ዝበልክዎ ስምዒት ኣካላዊ ቋንቋ እንተ ተጠቒምካ ሓሪፍ ግዜ ከተሕልፍ ትኽእል ኢኻ። ኽትዛረብ ከለኻ ስምዒት ይሃልኻ፣ ብመንፈስካውን ምስኣኹን ተመሰጥ። ኣብ ዕላልካ ስምዒት እንተ ዘይተሓዊስዎ ብምሉእ ቀልብኻ ዘይተዕልል እንተ ዄንካ ሽሕ ቃላት ደርድረላ ሽሕ ኣድናቖት ተዛረብካያ ክትምስጣ ኣይትኽእልን ኢኻ። ምስኡ ድማ ኣካላዊ ቋንቋኻ ውን ተጠቐመሉ። እዚ ማለት ዓይንኻ ብዝግባእ ናብ ኣእናራኻ ክተዕልል ኣይግባእ፣ ኣይ ኮንታክት ክትገብር ይግባእ። ብሩህ ገጽ፣ ፍሽኽታ፣ እውን ክህሉ ይግባእ። ብፍላይ ድማ ክተዕልል ከለኻ ናይ የእዳውካ ምንቅስቓስ ውን ብዝግባእ ክትጥቀመሉ ይግባእ። ምስ ኣፍቃሪትካ ኣብ ተዕልለሉ ብኻልኣይ ደረጃ ዕላልኩም ንኽምቅር ክትጥቀመሉ ዘለካ ድማ ቀልዲ ወይ ድማ ቅያዕ እዩ። ብመጀመርያ ከም መእተዊ ሓሪፍ ዕላል ንምምስራት ስምዒት ኣካላዊ ቋንቋታት ብምጥቃም ክተዕልሉ ከም ትኽእሉ ጠቒስና። እዚኦም በይኖም ግን ናይስ ጋይ ደኣ ከብሉኻ ይኽእሉ እምበር ዕላልኩም ንምቕጻል እኹላት ኣይኮኑን። ኩሉ ግዜ ኖርማል ነገር ምዃን ኖርማል ነገር ምዕላል ድማ ደባሪ ካብ ዝበሃል እዩ። ስለዚ ዕላልኩም ንምቕጻል ቀልዲ፣ ቅያዕ፣ ክህልዎ ይግባእ ማለት እዩ። ኣብዚ ክትገብሮ ዘለካ ኣካላዊ ቋንቋኻ ብዝግባእ ምጥቃም፣ ገጽካ ፍትሕ ክብል ኣለዎ፣ ፍሽኽታ፣ ኣይ ኮንታክ፣ ናይ ኣእዳው ምንቅስቓስ ውን ክህሉ ይግባእ። እዚ ተጠቒምካ ድማ ሓሪፍ ዝኾነ ዕላል ክህልወካ እዩ። እንተዘይኮይኑ ገጽካ ኣሲርካ ኣቓልቦ ከይሃብካ ብድብርቲ እንድሕር ተዕልላ፣ ሽሕ ተቐልድካ፣ ቀልዲ ዝሓሰብካዮ ናብ ባእሲ ክወስደኩም ይኽእል። መዘናግዒ ዝሓሰብካዮ ምስ ባዕላ ተተሓሕዞ ውጽኢቱ ውን ጽቡቕ ዘይክኸውን ይኽእል እዩ። ብሳልሳይ ደረጃ ምስ ኣፍቃሪትኩም ሓሪፍ ዝኾነ ግዜ ንኸተሕልፉ ክህልወኩም ዝግባእ ኢለ ዝሓዝኩዎ ድማኒ ምድናቕ እዩ። እዚ ኣብ መንጎ ተባዕታይን ጓል ኣንስተይትን ጥራሕ ዘይኮነ ምስ ማንም ሰብ ዝህልወኩም ርክብ ንምምዕባል ዓብይ ታራ ኣለዎ። ንኣፍቃሪትካ ምስ ተድንቓ ድማ ንዓኣ ዘለካ ልዑል ዋጋን ተገዳስነትን ክትርዳእ ትገብራ ኣለኻ ማለት እዩ። ኣድናቖት ክትህባ ከለኻ ድማ ኣብ ኣዘራርባኻ እዞም መጀመርያ ዝበልናዮም ስምዒት እና ኣካላዊ ቋንቃ ድማ ብዝግባእ ምጥቃም የድሊ። ምሒር እውን ከየካበርካ ብኸምዚ ክተድንቐ ከለኻ ኣብኣ ልዑል ተገዳስነት ብዕላልካ ወፍሪ ንኽትተሓዝ ትገብራ ኣለኻ ማለት እዩ። እምበኣርከስ ክቡራት ተኸታተልቲ ንሎሚ ዝነበረና መደብ ኣብዚ ይዛዘም። ንቻነልና ሳብስክራይብ ላይክ ምግባር ኣይትረስዑ። ዝቕጽል መዓልቲ ብኻልእ መደብ ክሳብ ንራኸብ ሰላም ንዓኹም።